ኣርያመይ ቀዳማይ ክፋል ኣብ ኣፍ ደገ ቤተ ክርስቲያን ካብተን ክሳብ ሕጂ ብጸሎተን እንነብር ዘለና ሓላላትን ብሩኻትን ኣዴታትና ጥጥቖ እንዳተቐበልና ከለና እዩ ነይሩ ሌላና። ኣርያም ቅድመይ ተሰሪዓ ጥጥቖ ክትቅበል ትጽበ ነይራ። ኣነ ከኣ ኣመና ጠምየ ዘይኮንኩስ ብስም ሓሙስ ጽግቦ ዝተጠጠቐ ጥጥቖ ክጥዕም ክቱር ህርፋን ስለ ዝነበረኒ ከይረኣኹዋ ጉንጽ ኣቢለ ኣብ ቅድሚኣ ተሰሪዐ ክጽበ ጀመርኩ። ኣርያም ዝተገረመት'ያ ትመስል ነይራ። ቀው ኢላ ጥምት ድሕሪ ምባል ኣታ ክንደይ ተደፍር ኢኻ ኣብ ቤት እግዚኣብሔር ከም ዘለኻ ኣይርደኣካን ድዩ ንምንታይ ትጉንጸኒ እቲ ዘሎ ክኣኽለና እንድዩ ብምባል ተዛረበትኒ። ይቕሬታ ዝሓፍተይ፣ ብጣዕሚ ስለ ዝተሃወክ'የ ኢለ ብትሕትና መለስኩላ'ሞ፣ ኣርያም ትሕትናይ ግዲ መሲጥዋ ፍሽኽ በለትኒ። ጥጥቖ ተዓዲልና ዘይሓሰብናዮ በብሓደ እናዕለልና ንገዛና ኣምራሕና። ካብ ቤተ ክርስትያን ናይ ቁሩብ ርሕቐት ርሕቕ ምስ በልና፣ መን ኢኻ'ሞ ስምካ ኢላ ስመይ ክትፈልጥ ሓተተትኒ። ዳዊት ይበሃል ክብል ምስ መለስኩላ ፍሉይ ደስታ ኣብ ገጻ ኣንቢበ። ኣዝየ ድማ ተገሪመ። እንታይ ደኣ ክንድዚ ደስታ በልክዋ እሞ ኣርያም መሐጎሲኣ ምኽንያት ኣይነገረትንን እስከ ገምት ብምባል'ያ ዘሕጉሳ ምኽንያት ባዕለይ ንኽፈልጦ ኣብ ዲቕ ዝበለ ሓሳብን ግምታትን የእትያትኒ። ኣቦኺ ዳዊት ድዩ ስሙ? በልክዋ። ብርእሳ ኖኖ ዘመልክት መልሲ ሃበትኒ። እሞ ዳዊት ስሙ ሓዋ ኣለኪ ማለት'ዩ ብምባል ስቕ ኢለ ይሓስብ። ድሕሪ ብዙሕ ግምታተይ ባዕላ ክትነግረኒ ጀመረት። ሓደ'ዩ ሓወይ፣ ንሱ ከኣ ዳዊት ኣይኮነን ስሙ። ግን ዳዊት ዝስሙ ሰብ ክፈቱ መዓት'የ። መጽሓፍ ቅዱስ ክግንጽል ከለኹ ቅድሚ ወንጌል፣ ራእይ፣ ትንቢት ምንባበይ ናብ መዝሙር ዳዊት'የ ዝጎዪ። መዝሙር ዳዊት ለይትን ቀትርን ኣብ ሓንጎለይ እንዳማላለስኩ ስለ ዘስተማቕሮ፣ እዞም ዳዊት ዝስሞም ሰባት ነቲ መዝሙራት ባዕሎም ዝጸሓፍዎ ኮይኑ'ዩ ዝስማዓኒ። ክገርመካ መዝሙራት ዳዊት'ዩ ክሳብ ሕጂ ከምዚ ኢለ ናብ ቤት ኣምላኽ ክመላለስ፣ ጸዋሚት ሰዓቢት ክርስቶስ ክኸውን ዝገበረኒ። ጥቕስታቱ ድማ ሰንቂ ናይ ህይወተይ እዮም ምስ በለትኒ፣ ኣብ ማእከል መንገዲ ሃንደበት ንብዓት ስዒርዋ፣ በቲ ነጸላኣ ድማ ክትሕንስሶ ጀመረት። ካብ ልበይ ሰንቢደ እንታይ ኢለ ይሓታ ነይረ ኣይርድኣንን እዩ ነይሩ። ብስማ ከይጽውዓ ስማ ገና ብሕጂ ሓቲተ እየ ክፈልጦ። ክላለያ ነይሩ መደበይ። ኣብታ ሰዓት እቲኣ ግን መብከዪኣ ሓቲተ ከጸናንዓ ስለ ዝነበረኒ፣ እንታይ ደኣ ኰንኪ? ምስ ጽቡቕ ከተዕልልኒ ጸኒሕኺ? ብምባል ሓተትክዋ። ይቕሬታ ዳዊት ሓወይ፣ ሕሉፈይ ስለ ዝዘከርኩ'የ ኣሰንቢደካ ምሽ? ሕሉፍ ህይወተይ ክዝክሮ ከለኹ ንብዓተይ ክኽልክሎምን ክቈጻጸሮምን ኣይክእልን'የ። በቃ ይስዕሩኒ ስለ ዝኮኑ እዩ ኣይትሓዘለይ ሕጂ ግን ክገድፈካ እሞ ካል መዓልቲ ክንራከብ ጽቡቅ ጌርና ከነዕልል። ኢላ ተሌፎና ይኩን ስማ ከይነገረትኒ ክትፍለየኒ ተበገሰት ሕጂ ውን ሃንደበት ግሪፋትኒ ክትከይድ ምሕሳባ ኣሰንቢዱኒ እዩ እዋእ ስምኪ ኣይነገርክንን ገዛኺ ኣይሓበርክኒ ተሌፎንኪ ውን ኣይሃብክኒ ብኸመይ ኢና እሞ ክንራኸብ መጀመርያ ስምኪ እሞ ንገርኒ ድሕሪኡ ከኣ ወይ ተሌፎንኪ ትህብኒ ወይ ከኣ ገዛኺ ትሕብርኒ ክብል ኩሉ ዘድልየኒ ሓቲተያ ስመይ ኣርያም ይበሃል ተሌፎነይ ከኣ መዝግባ ዜሮ ኢላ ብምጅማር ሃበትኒ ንሳ ንገዛኣ ኣነ ንገዛይ ተፈላሊና ካብታ ንፈላለ ሰዓት ኣትሒዘ ክሳብ ገዛይ ዝኣቱ ብኣኣ ካብ ምሕሳብ ኣየቋረጽኩን እቲ ዘሕስበኒ ከኣ እቲ ንብዓታ ብድሕሪ ባይትኡ ገለ ቃንዛ ቀቢሩ ከም ዘሎ ንኽርድኣኒ ግዜ ኣይወሰደለይን ገዛይ እትው ኢለ ክድውለላ ደልየ ግን ከኣ ጾም ውዒላ መግቢ ትበልዕ እኮ ትህሉ ኣብ መንጎ መኣዲ ክርብሻ'የ ብዝብል ሓሳብ ክጽመም ወሰንኩ ግን ኣይከኣልኩን። ምስላ ኣብ ዓይነይ ንብዓታ ኣብ የእምሮይ እንዳተመላለሱ ኣናወጹኒ። ልበይ ከኣ ብናይ ቅጽበት ሌላን ኣብ ውሽጠይ ዝኣተወ ቃላት ኣርያም ገለ ስምዒት የሕዲራ። ኖእ ጌጋ ክብል ክገድሓ ፈተንኩ። ልበይ ግን ትሰምዕ ኣይትመስልን'ያ ደውለላ ኩነታታ ፍለጥ ከመይ ኢልካ ስቅ ትብል ኣሚናትካ'ያ'ኮ ከተዕልለካ ሓሲባ ኢሉ ሕሾ ክብለኒ ይፍለጠኒ ኔሩ ንኹሉ ነቲ ኩነታት ስዒረ ክድውለላ ወሰንኩ እታ ዝሃበትኒ ቁጽሪ ተሌፎና ከመይ ኢለ'የ ከምኡ ኢለ መዝጊበያ ኣይፈልጥን'የ፣ ናይ ዝኾነ ጓል ትኹን ወዲ ቁጽሪ ቴሌፎን ክምዝግብ ከለኹ በቲ ትኽክለኛ ስሞም'የ ዝምዝግቦ ኔረ፣ እዛ ይ ትብል ቃል ኣብ ዝኾነ ተጠቂመላ ኣይፈልጥን'የ፣ ኣብ ኣርያም በጺሐ ግን እንታይ ኮይነ ተጠቂመላ ኣይፈለጥኩን ኣርያመይ ኢለ መዝጊበያ ብዝኮነ ልበይ ህርመታ እናወሰከት ደዊለላ የእዛነይ ክትቅበለኒ ተሃንጥየን ከለዋ ውሽጠይ ከኣ እንታይ ደኣ ክብላየ ብምባል ብፍርሒ ተወሪሩ ኣርያመይ ንቁጽሪ ተሌፎነይ ኣይመዝገበታን ነይራ ግዲ ኮይና ብጥዑም ድምጺ ጌራ ሄለው መን ክብል በለትኒ ኣነ ዳዊት'የ ክብላ ኣይደፈርኩን እእ ኢለ ጠጠው ዝበልኩ መን ክብል እባ ብምባል ደገመትለይ ፍርሐይ ንድሕሪት ደርብየ ድፍረት ወሲኸ ኣነ ዳዊት'የ ኣርያም ከመይ ኣቲኺ ክብለኪ'ልየ ደዊለ ምስ በልኩዋ ዘይተጸበኽዎ ብጥዑም ድምጻ ጌራ ንስመይ ኣድመጸታ። ጽቡቓት'የ ዳዊተይ ምስ በለትኒ ልበይ መሊሳ ካብ ዝነበረቶ ንላዕሊ ህርመታ ከም ትውስኽ ጌራታ። ጽቡቕ ኣርያመይ እንኳዕ ብሰላም ኣተኺ ኣነ ኸኣ ደሓንዶ ኣትያ እናበልኩ ክሓስብ ስለ ዝጸናሕኩ'የ ደዊለኸ ደሃያ ዘይፈልጥ ብምባል ደዊለልኪ ኢለያ ጽቡቅ ጌርካ ዳዊተይ ኣነ ከማን ካብ ሓሳበይ ኣየውጸኹኻን ንስኻኸ ደሓን ዶ ኣቲኻ ርሑቅ ድዩ ገዛኹም ወይሲ ቀረባዩ ዝብል ሕቶታት ምስ ሰደደትለይ ደስታ እናተሰማዓኒየ መሊሰላ ጽቡቅ ኣትየ ኣርያመይ ገዛና ከኣ ቀረባዩ ፍቃደኛ እንተኾንኪ ገዛና ክዕድመኪ ወይ ከኣ ንስኺ ዓድምና ክገርመኪ ማማ ጋሻ ክትፈቱ መዓት እያ ዝኮነ ጋሻ ክመጽእ ከሎ እንታይ ከም ዝረከበት ገጻ ብሓጎስ እዩ ዝመልእ ባባ ከኣ እሞ ግደፍዮ ጋሻ እንተ መጺእና ነዛ ዝገብረሉ እዩ ዝጠፍኦ ኩልና ገዛና ጋሻ ብጣዕሚ ኢና ንፈቱ ኢለ ባህርያት ናይ ገዛና ምስ የዕለልክዋ ድምጻ ጠፊኡ ቴሌፎነይ እንተ ረኣክዋ ድሮ እታ ቴሌፎን ተዓጽያ ጸኒሓትኒ ንዓዩ ዘይተረደኣኒ እምበር ንኣርያመይ ውሽጣ ተንኪፈ ንድሕሪት የመሊሰያ ቴለፎን ዓጽያ ትበኪያ ኔራ ደጊመ ምስ ደወልኩላ ፍቅ ኢላ እናበኸየትያ ክትዛረበኒ ጀሚራ ኣርያመይ እንታይ ኮንኪ ደኣ በኺኺ ዝኾነ ከይተረደኣኒ ሕማቅ ተዛሪበ ድየ ምስ በልኩዋ ቀልጢፋ ኣይመለሰትለይን ድሕሪ ቁሩብ ስቅታ ኖእ ኣይተጋገኻን ብስድራኻ ስለ ዝቆናኩየ ብክየ ዳዊተይ ኣነ ነዚ ናትካ ጸጋ ኣይተዓደልኩዎን ስድራ የብለይን ሓደ ናይ መንፈስ ምሳይ ዝዓበየ ዮሴፍ ዝብሃል ሓወይ ጥራዩ ዘለኒ ንሱ ከኣ ቅድሚ ኣርባዕተ ዓመት ስግረዶ ቢሉ ንስደት ምስ ከደ ኣበይ ኣትዩ እንታይ ኮይኑ ወልሓንቲ ዝፈልጦ የብለይን ንብዙሓት ሰባት ሓቲተ ግን ክረኽቦ ኣይከኣልኩን። ጆሲ ሓወይ ንስደት ኢሉ ምስ ጠፈኣ ክሳብ እዛ ሰዓት ቀሲነ ደቂሰ ሓዲረ ኣይፈልጥንየ። ዳዊት ሓወይ ንዓኻ ምርካበይ ንጆሲ ሓወይ ዝረኸብክዎ ኮይኑ ስለ ዝተሰማዓኒ ዘዕልለካ ዘለኹ እምበር ንወልሓደ ሰብ ከምዚ ኢለ የዕሊለ ኣይፈልጥንየ እታ ንኽልቴና ዘዕበየትና ለዋህ ኣደይ ከኣ ምስጢር ናይ ውሽጥኹም ብዘይካ ንኣምላኽን ብዘይካ ንሓድሕድኩምን ከም ኣሕዋት ኮንኩም ንኻልእ ሰብ ኣይትንገሩ ምኽንያቱ ደቂ ሰባት በቲ ንስኻ ዘዕለልካዮም ድኹም ጎኒ ምስጢርካ ብኡ ኣትዮም ስለ ዘሳቅዩኻን ዘጥቅዑኻን እንዳ በለት እያ የዕብያትና ደውታ ሓወይ ኩሉ ናይ ውሽጠይ ክዕለካ ከለኹ ገለ ዝኸበደ ንጹር ዘራግፍ ዘለኹ ኮይኑ ይስማዓኒ ኣሎ ካብ ተሌፎን ብኣካል ኮፍ ኢለ ከዕልለካ መዓስ'ዩ ዝጥዕመካ ብምባል ካብቲ ተመሲጠ ክሰምዓ ዝጸናሕኩ ዕላል ኣውጺኣ ምስ ሓተተትኒ ከይሓሰብኩ ጽባሕ ወላ ዘይንራኸብ በልክዋ። ኣርያመይ ዝሰንበደት'ያ ትመስል ኔራ። ዋእ ኣታ ዳዊት ሓወይ ጽባሕ ደኣ

ከይሓሰብኩ'የ መሊሰላ። ብዝኾነ ግን ምስ ሓሳባ ተሰማሚዐ፣ እተን ሰለስተ መዓልቲ ሰለስተ ዓመት ኮይነን እናተሰማዓኒ ወዲኤየን። ድሕሪ ፋሲካ፣ ሶኒ ኣብ ሓደ ጽቡቕ መናፈሻ ኢና ተራኺብና። ሰላም ተበሃሂልና ኮፍ ምስ በልና፣ ንድሕሪት ይመልሳ ከም ዘለኹ እናተረድኣኒ፣ ክፈልጦ ብምድላየይ ጥራይ ትኽ ኢለ ኣቦኽን ኣዴኽን ብህይወት የለዉን ድዮም? ኢለ ሓተትክዋ። ኣርያመይ ገለ ሓይሊ ዝገበረት እያ ትመስል። ኣታ ዳዊት መጀመርያ ጾም ከመይ እዩ ተወዲኡ ኣውዳእመትከ ከመይ ሓሊፉ እዩ ዝበሃል እዚ ትሓተኒ ዘለኻ ሕቶ እኮ ክንውዕለሉ ኢና ብዝኾነ ኣውዳእመት ከመይ ሓሊፉ ስድራኻኸ ደሓን ድዮም ከይትግረም ደኣ እምበር ብትማሊ ጥራይ ስጋ በሊዕኻ በሊዕኻ ወሲካ ሓዲርካ ብምባል ኣስሓቐትኒ። ዘይሓሰብክዎ ስሒቐ ኣውደኣመት ጽቡቕ ሓሊፉ። ንዓይ ግን ኣይተረደኣንን። ብኣኺ ክሓስብ ጥራየ ኣውደኣመት ኮይኑ ኣይተሰማዓንን። ኣርያመይ! በጃኺ ሕጂ ብዛዕባ ኣውደኣመትዶ ገለዶ ገዲፍኪ እዚ ኣብ ውሽጠይ ኮይኑ ዝርብሸኒ ዘሎ ሕቶታት ክሓተኪየ ተገዲስኪ ኣዕልልኒ። ኣነ ንኹሉ ፈሊጠ ልበይ ኣውዲቐ ኣብ ጎድንኺ ክኸውን ይደሊ ኣለኹ መጀመርያ ብዛዕባ ናይ ወለድኺ ኣዕልልኒ ኣርያመይ ንድሕሪት መሊሰ ዝኾነ ዝኽሪ የዛኻኽረኪ ክህሉ ይኽእልየ ግን ከኣ ግድን ክፈልጥ ስለ ዝደለኹ እየ ወለድኺ ኣቦኽን ኣዴኽን ብሂወት የለዉን ድዮም ብምባል እቲ ክፈልጦ ዝደለኹ ሕቶ ሓቲተያ ኣርያመይ የዒንታ ኣፍጢጣ ብሕማቕ ኣጣምታ ጠሚታትኒ ገጻ እውን ብሓንሳብ ተቐይርኒ ዝተወሰነ ደቓይቕ ስቕ ኢላ ጸኒሓ እንድዒ ዘመልክት ብገጻን ብኢዳን እንዳመልከተት ዳዊት ሓወይ ኣቦይን ኣደይን ኣነ ኣይፈልጦምን'የ ንቓላታ ብንብዓት ኣሰንያ ክረኽቦም ብዙሕ'የ ጸዒረ ንኽረኽቦም እግዚኣብሔር ግዲ ዘይፈቀደ ኮይኑ ግን ክረኽቦም ኣይከኣልኩን። ኣነ ብህጻንነተይ ኣብ ኣፍደገ እንዳ ማርያም ቤተክርስቲያን'የ ተደርብየ ዝተረኽብኩ ሰብ'የ። እታ ኣደይ ዝብላ ዘዕበየትኒ ሰበይቲ ናብ እንዳ ማርያም ቤተክርስቲያን ክትሳለም ኢላ ንጉሆ ምስ ከደት ኣብ ዘንቢል ኣትየ ክበኪ ጸኒሐያ። ኣደይ ማርያም ጓል ሂባትኒ እንዳበለት ንገዛኣ ኣምጺኣ ከኣ ከተዕብየኒ ጀሚራ። ኣነ ጓል ክልተ ዓመት ምስ ኮንኩ ከኣ ልክዕ ከምታ ናተይ ንየሴፍ ሓወይ ኣብ እንዳ ቁዱስ መይካኤል ቤተክርስትያን ክትሳለም ምስ ከደት ረኺባቶ ንዕኡ ውን ቅዱስ ሚካኤል ወዲ ህብኒ ብምባል እያ ንኽልቴና ከም ኣዴና ከም ኣቦናን ኮይና የዕብያተና እዚ ዝነግረካ ዘለኩ ዛንታ ኣደይ ኣብ ግዜ እርጋና ኣነ ጓል ዓሰርተ ሸሞንተ ዕድመ ምስ ኮንኩ ጆሱ ሓወይ ድማ ወዲ ዓሰርተ ሽዱሽተ ዓመት ምስ ኮነ እያ የዕሊላትና ክሳብ ደቂ ክንድኡ ንከውን ግን ምስ ጆሱ ሓወይ ደቂ ሓንቲ ኣደ ብስጋ ውን የሕዋት ከም ዝኮንና ኢና ንፈልጥ ኔርና ኣደይ ኩሉ እቲ ዛንታ ምስ የዕለለተና ከኣ ብመንፈስ እምበር ብስጋ ኣሕዋት ከም ዘይኰንና ፈለጥና። ኣርያም ኣብ መንጎ ንብዓታ ክትቛጸጸሮ ኣይከኣለትን፣ ኣነውን ምሳኣ ነቢዔ፣ ኣጆኺ ትንብዒ ኢለ ንብዓታ ክትሕንስሶ ሶፍቲ ካብ ጅበይ ኣውጺኤ ኣቐቢለያ። ንብዓታ ሓንሲሳ ክትቅጽለለይ ጀሚራ። ጆሲ ሓወይ ነዚ ምስ ሰምዐ ርእሱ ክቕበሎ ኣይከኣለን። ብወለዱ ክሓስብ ክጭነቅ ጀሚሩ ክሳብ ንዓቢ ኣቦና ከም ዝሞተ ፈሊጥና ኢና ዓቢና እቲ ኣቦና ንብሎ ከኣ ነታ ዘዕበየትና ልክዕ ከምቲ ማዘር ተሬዛ ኣብ ዓለም ብለውሃታን ትሕትናኣን እትፍለጥ ኣደይ ከኣ ልክዕ ከምኣ ኣብ ልብና ብለውሃታ ዓቢ ቦታ ዘለዎ ብወላዲኣ ኢና ንጽዋዕ ኔርና ሕጂ ውን ንጽዋዕ ኣለና ጆሲ ሓወይ ንክልቲኦም ንስድራይን ንስድርኡን ክደልዮም ዓመት ምሉእ ኮለል ኢሉ ንዝረከቦ ሰብ ከኣ ወደይ ወይ ጓለይ ዝብል እንተረኪብኩም በጃኩም በዚ ኣድራሻ ደውልለይ እንዳበለ ንብዙሕ ሰብ ሓቲቱ ክረክቦም ግን ኣይከኣለን ኢሉ ኣብ መንጎ ንስመይ ጸውዓቶ። ዳዊተይ እቲ ቀንዲ ጸገምና ዶ ክነግረካ ኢላ ሓተተትኒ። ኣነ ድማ ሕራይ ኢለ እቲ ከብድኻ ዝበልዕ ዛንታኣ ንኽሰምዕ ርእሰይ ነቕኒቐላ። ኣርያም ነቲ ጸጸኒሑ ዝውሕዝ ዝነበረ ንብዓታ በቲ ዝሃብክዎ ሶፍቲ እናሓንሰሰት፣ መንነቶም ወይ ስእሎም ኣይንፈልጦምን ኢና፣ ብሰንኪ እዚ ጸገም እዚ ኸኣ ስእለይን ስእሉን ኣብ ብዙሕ ጎደናታት እናለጠፈ ኣብ ልዕሊ'ቲ ስእሊ ከኣ ዝኸበርኩም ኣሕዋተይን ኣሓተይን ወደይ ወይ ጓለይ ጠፊኦሙኒ ዝብል ሰብ እንተረኺብኩም በጃኹም በዚ ኣድራሻ ደዊልኩም ርኸቡና ኣነ የሴፍ ጎይትኦም ዝተባሃልኩ ብህጻንነተይ ኣብ እንዳ ቁዱስ ምካኤል ተደርብየ ዝተረኽብኩ መንእሰይ እየ እዛ ሓፍተይ ከኣ ኣርያም ጎይትኦም ትባሃል ናይ መንፈስ ሓብተይ ኣብ ኣብ ደገ ቤተክርስትያን እንዳ ማርያም ተጓሒፋ ዝተረኸበት መንእሰይ ሓፍተይ እያ እሞ ዝኾነ ሓበሬታ እንተረኺብኩም በዚ ኣድራሻ ሓብሩና ኢሉ ጺሒፉ ኣብ ኩሉ ጎደናታት ለጢፍዎ። ወደይ ወይ ጓለይ ዝብል ሰብ ግን ኣይተረኽበን። ሽዑ ጆሶ ሓወይ ዓቕሉ ኣጽቢቡ ኣደይ ሓሚማ እንከላ ንስደት ኣምሪሑ። በቃ ሽዓ ካብታ ገዛና ምስ ወጸ ዳህዩ ዝብሃል የብልናን። ኣደይ ከኣ ብድሕሪኡ ዮሴፍ ወደይ እናበለት ድምጹ ከይሰምዐት ንበይነይ ገዲፋትኒ ካብዛ ዓለም ብሞት ተፈልያ። በቃ ድሕሪ ጆሲ ሓወይን ኣደይን ህይወት ከቢድኒ ዝበልዖ ዝሰትዮ ስኢነ። ዓቕለይ ምስ ጸበበኒ ኣብታ ተጓሒፈ ዝተረኽብኩላ እንዳ ማርያም ቤተክርስቲያን ንጎ ንግሆ እናኸድኩ ነጸላይ ዘርጊሐ ክልምን ጀሚረ። ብዙሕ ኣዋርሕ እናለመንኩ ህይወተይ ይመርሕ ነይረ። ብኡ ንብኡ ቢለ ከኣ መንፈሳዊ ትምህርቲ ክመሃር ምሸት ምሸት ውን ስብከት ናይ ኣቦና ክሰምዕ ጀሚረ። ድሕሪኡ እቲ መንፈስ ቅዱስ ዝመልኦ ቃላት ናይቶም ዝሰብኩና ዝነበሩ ኣቦና ሓይሊ ክስመዓኒ ጀሚሩ። መጽሓፍ ቅዱስ ከንብብ፣ ጸሎት ክገብር፣ ክጸውም ጀሚረ። ሓድሽ ህይወት መስሪተ፣ ምልማን ገዲፈዮ፣ ስራሕ ደልየ፣ ኣብ እንዳ ሻሂ ተቖጺረ ክሰርሕ ጀሚረ። ካብ መዓልታት ሓንቲ መዓልቲ'ያ ኣብ ህይወተይ ፍሉይ ስእሊ ዘለዋ፣ ሕማቕን ከባድን መዓልቲ ኣብ ስራሕ ክሰርሕ ኣምስየ። ናይ ሓድሽ ዓመት ብዙሓት ሰባት ኣብቲ እንዳ ሻሂ ኣምስዮም፣ ኣነ ኸኣ ዓማዊል ገዲፈ ንገዛይ ክኸይድ ስለ ዘይከኣልኩ፣ ክሳብ ዝመሲ ስቕ ኢለ ክሰርሕ ኣምስየ። ኣብቲ ስራሕ ከለኹ ሰዓት ትሽዓተን ፈረቓን ኮይኑ። ዋላ ተፈዲሰ ንገዛ ክኸይድ ስኽራማት ከይረኽቡኒ ኣመና ፈሪሐ። ኣመና ከየፋንወኒ ከኣ ሕሳብ ክገብር ኢሉ ንበይነይ ኪዲ ቀስ ኢልኪ ኣይትፍርሒ ኣጆኺ ኢሉ ሰዲድኒ። ኣነ ከኣ ዝገብሮ ኣይነበረንን ሕራይ ብምባል በቲ ጸልማት እናፈራሕኩ። ከምዘይሕለፍ የለን ብስም። ኣብ ወወልድ ወመንፈስ ቅዱስ እንዳበልኩ ገዛይ በጺሐ ብምባል ተመሲጠ እናሰማዕኩዋ ነቲ ዕላል ኣቋሪጻ ድምጺ ዘለዎ ብኽያት ክትበኪ ጀመረት። ሓቂ ዘረባ ይሓይሽ ኣነ'ውን ኣይከኣልኩን። እቲ ትዕለኒ ዝነበረት ናይ ሕሉፍ ዛንታ ኣብ ውሽጠይ ገለ ድንጋጸ ዝመልኦ ስምዒት ተሰሚዑኒ ምስ ኣኽበኪ ጸላእኹን ናይ ነገር ሰብ ኣየ ዊሒጠዮ እምበር እቲ ትዕለኒ ዝነበረት ከቢድ እዩ ኣርያመይ ኣጆኺ ትብከዪ ብኺኻ ዝምለስ ከምዘየለ ምሽ ትፈልጢ ኢኺ ኢለ ኣጻናኒዔ ከትቅጽለለይ ትሮቦ ተሃዊኸ ድሕሪኡ ኢኺኣ ኢለ ድማ ሓተትክዋ ኣርያም ንብዓታ እናሓንሰሰት ድሕሪኡ ደኣ ኣብ ኣፍደገ ገዛይ ምስ በጻሕኹ ገዛይ ተኸፊቱ ሃህ ኢሉ ጸኒሑኒ ሰንቢደ መን ደኣሉ ከፊትዎ እንዳበልኩ ቀስ ኢለ እንተኣተኹ ገዛይ ኩሉ ተሰሪቑ ጸኒሑኒ እቲ ኩሉ ንብረተይ ብምንታይ ጌሮም እዮም ወሲዶሞ ገሪምኒ በጃኻ። እታ ኣነን ጆሲ ሓወይን ንድቅሰላ ዝነበርና ዓራትን ናይ ኣደይ ዓራትን ካልእ ወልሓንቲ ኣቕሓ ኣይገደፉለይን እዚ ዝነግረካ ዘለኹ ነገር ኣነ ኣብ ግብሪ ስለ ዝረኣኹዎዮ እምበር ንሰብ ከምኡ ኢልካ የዕሊልካዮ ፍጹም ክኣምነካ ኣይክእልን'ዩ። ኣነ ንባዕለይ እንተዘየጋጥመኒ ኔሩ ሰብ ከምኡ ኢሉ የዕሊልኒ ኣይምኣመንኩን። ግን ሓቂ ኮይኑ። መሬት ከም ዑንቂ ጸቢባትኒ ናይቲ ንብረትሲ ባዕሉ ይፈልጥ በጃ ነብሰይ'ዩ እንተበልኩ ዋላ'ዛ ነብሰይ ኣስጊኣትኒ ኣብቲ ገዛ ቀሲነ ክሓድር ኣይከኣልኩን። ከምዚ ለይቲ መጺኦም ገለ ዝገብሩኒ ዘለዉ ኮይኑ'ዩ ዝስምዓኒ ነይሩ። ግን ከኣ ኣማራጺ ስለ ዘይነበረኒ መጽሓፍ ቅዱስ ኣንብብ ኣምሴ ነቲ መጽሓፍ ሓቚፈዮ ይሓድር ነይረ። ብሓይሊ ኣምላኽ ከኣ ብዙሕ ግዜ እናፈራሕኩ ይሓድር ነይረ። ከምዚ እናበልኩ ይጓዓዝ። ንግዜ የሕልፎ፣ ነቲ መጽሓፍ ቅዱስ ደጋጊመ ምስ ኣንበብክዎ መዓልታዊ ሓድሽ መንፈስ ኣብ ውሽጠይ ይሓድረኒ ነይሩ። ነቲ ገዛ መፍትሒ ቀይረ ቤተክርስቲያን እናተመላለስኩ ክሳብ'ዛ ሰዓት እዚኣ ከኣ ነሀለኹኻ ብምባል ዘረባኣ ወደእትለይ እሞ ብምግራም ዝኣክል ብጣዕሚ ሓያል ሰብ ኢኺ ክብል ኣድነቅክዋ። ኣርያም ድሙቅ ፍሽኽታኣ ብትሕትና ዝተመለኣ ምስጋና ገይራ ኣመስጊናትኒ። ብዛዕባ ናይ ሂወተይ እውን ክትሓተኒ ጀሚራ ንስኻኸ ደኣ ናትካ ሕሉፍ ሂወት ኣይተዕልለንን ዲኻ በለትኒ እሞ ፍሽኽታያ ሰኔ ክትውድእ እየ ክጽበየኪ ጸኒሐ እምበር ክዕልለኪ እየ ናተይ ሂወት ግን ምስ እዚ ናትኪ ኣንጻር እዩ ማለተይ ዝኾነ ተምኪሒት ወይ ትዕቢት ዘይኮነ ከነጻጽሮ ከለኹ ዘይራኸቡ ምኻኖም ስለ ዝተረደኣኒ እየ። ኣርያመይ ኣነ ካብ ኣዝዮም ርቡሓትን ሃብታማትን ስድራ'የ ተወሊደ። ባባ ካብ ንእስነቱ ኣዝዩ ህርኩትን ጻዕራምን ብምኻኑ ከመይ ዝበለ ገዛን ሰለስተ በብዓይነተን መኪናን ኣጥርዩልና። ኣሕዋተይ ከኣ ኩሎም ባባ ብገንዘቡ እናሳለጠ ገሊኦም ብትምህርቶም፣ ገሊኦም ከኣ ብስግረ ዶብ ካብዛ ሃገር ወጺኦም ኣብ ደገ እዮም ዝነብሩ። ሰሪሖም ሰሪሖም ከኣ ዝደለናዮ ገንዘብ ይሰዱልና እዮም። ኣብዚ ምስ ስድራና ዘለና ሰለስተ ኢና፣ ሓንቲ ጓል ክልተ ከኣ ኣወዳት ክብል ናይ ገዛና ነገር ኣዕለልኩዋ። ኣርያመይ ኣብ ገጻ ገለ ተስፋ ዝወረራ ኮይኑ ተሰሚዑኒ። እንታይ ደኣ ደስ ዝበለኪ ትመስሊ ብምባል ድማ ሓተትክዋ። ከመይ ደስ ዘይብለኒ ኣታ ዳዊተይ ናይ ኣቦኻ ጻዕሪ እንድዩ ደስ ኢልኒ። ሰብኣይ ካብ ንእስነቱ ጻዕራም እንተ ኾይኑ ኣብ ሂወቱ ጽቡቕ ናብራ'ዩ ዝህልዎ። ከምኡ'የ ዝኣምን። ናይ ኣቦኻ ነገር ጻዕሪ ደስ ኢልኒ። ኣቦኻስ ንዓይ ወላ ኣቦይ እንተ ዝኸውን ብምባል ቅዱስ ቅንኣ ምስ ገለጸትለይ ብጣዕሚ ሰንቢደ ገጸይ ውን ብሓንሳብ እስር ኣቢለዮ ልበይን ስምዒታተይን ብዙሕ ነገር ዮም ዝብሉኒ ኔሮም ኣቲ ኣርያመይ ሓፍተይ ክትኮኒ ማለት ድዩ ኢለ ምስ ሓተትክዋ ኣርያመይ